ሰላም ከመይ ትፀንሑ ተኸታተልትን ፈተውትን ሕርያኖስ ኒውስ ዜናታት ዝዕለት ሒዝና ኣቕሪብና ኣለና ቻናልና ላይክ ሼር ሳብስክራይብ ብምግባር ፈላሚ ሕርዮም ይግበሩ ናብቶም ንሎም ዕለት ዝሓዝናዮም እዋናዊ ሓበሬታታት ክነብል ሓይልታት ፀረ ሽበራ ፑትላንድ ኣባላት ሽበራዊ ዕጡቓት ጉጅለ ዳዕሽ ብምዃን ኣብ ምንቅስቓስ ዝፀንሑ 26 ኢትዮጵያውያን ከም ዝሓዘ ኣፍሊጡ። ስርሒት ፀረ ሽበራ ፑትላንድ ኢትዮጵያውያን ኢሉ ብሽምን ንዝጠቐሶም 26 ኣባላት ዳዕሽ ኣብ ገፃት ማሕበራዊ መራኸቢታት ዝጠቅዕ እንትኸውን እቶም ኣባላት ዳዕሽ ምዃኖም ዝተገልፁ ውልቀ ሰባት ኣብ ኣኽራናዊ ከባቢ ኣልሚስካት ድሕሪ ዝተገብረ ውግእ ከም ዝተተሓዙ እቲ ሓይልታት ፀጥታ ፑትላንድ ዝወፀ ሓበሬታ ዘረድእ ዘሎ። ሓይልታት ፑትላንድ ዕጡቕ ጉጅለ ዳዕሽ ኣብ ከባቢ ኣኽራናት ኣልሚስካት ንኣስታት ሓደ ዓመት ክዋግኡ ከም ዝጸንሑን ዳዕሽ እውን ኣብቲ ከባቢ ዓበይቲ ዕርድታት ሒዙ ከም ዘለዉ ዝሓበረ እቲ መግለጺ እቲ ስርሒት ኣካል ናይቲ ብሓገዝ ሕቡራት ኢምሬት ዓረብን ኣሜሪካን ኣብ ልዕሊ ኣብቲ ዞባ ዝንቀሳቐስ ዳዕሽ ዝካየድ ዘሎ መጠነ ሰፊሕ ወታደራዊ ስርሒት ምዃኑ ሓይልታት ጸጥታ ፑትላንድ ይሕብሩ ኣለዉ። ስርሒት ጸጥታ ሽበራ ፑትላንድ ኣብ መግለጺኡ ተባዓት ሓይልታት ፑትላንድ ብሓገዝ ሕብራት ኢምሬት ዓረብን ኣሜሪካን ተሰንዮም ኣብ ኣልመስካት ንዝርከቡ ዕጡቓት ጉጅለ ዳዕሽ ከም ዝደምሰሱ ነቲ ስርሒት እውን ኣብ መወዳእታ ከም ዝበፅሐ ብመንገዲ ትዊተር ኣብ ዘዘርግሖ ሓበሬታ ጠቒሱ ዘሎ ስእሊ ሓምሳ ንሰለስተ ምሩኻት ዳዕሽ ዝኾኑ ውልቀ ሰባት ኣብ ዝተጠቐሰ ሓበሬትኡ ዕስራን ሽዱሽተን ኢትዮጵያውያን ምህላዎም ተሓቢሩ። ብዘይካ ዜጋታት ኢትዮጵያ ዜጋታት ስዑድ ዓረብ፣ ቱርኪ፣ ሞሮኮ፣ ሱርያን ታንዛንያ ምዃኖም ዝተረጋገፁ ኣባላት ዳዕሽ ኣብቲ ዝርዝር ኣስማት ዘስፈረ ምምሕዳር ፑትላንድ ንኢትዮጵያ ስዒቦም ዜጋታት የመን ሞሮኮ እውን ዝዓበየ ቁፅሪ ከም ዝሸፈኑ እዩ ዝሕበር ዘሎ። ሓሙሽተ ታንዛናውያን፣ ክልተ ቱርካውያን፣ ክልተ ስዑዳውያን፣ ሓደ ዜጋ ሱርያ ኣብቲ ቀይዲ ከም ዝኣተዉ ዝሓበረ ፑንትላንድ ካብ ርሑቕ ይኹን ካብ ቀረባ ካበይ መፂኦም ብዘየገድስ ኩሎም ሓደ ዓይነት ስነ ሓሳብ ዝኽተሉ ፀረ ሶማል ዝንቀሳቐሱ ምዃኖም ተፈሊጡ ዘሎ መንነት ዜግነቶም ዝተትሓዙ ውልቀ ሰባት ብሰለስተ ምኽንያቱ ወግዓዊ ከም ዝተገብረ እንትጥቀስ፣ ሓደ ምኒስተር ፑንትላንድ ድማ ብህዝቢ ፑንትላንድ ሶማልያ ዝተረኽበ ዓወት ብምሕባር ህዝቢ ፑትላንድ ሶማል ዝተማረኹ ጸላእቱ ንምፍላጥን ዝብል ዕላማ ብቐንዲ እቲ ውሳነ ክውሰድ ደርኲኹ ዘሎ። ዜጋታት ካብ ዝተማረኹ ሃገራት እተን ሰለስተ ጥራሕ ብመሬት ወይ ድማ ባሕሪ ምስ ሶማል ከም ዝዳወባ ዝገለጸ እቲ ምኒስተር፣ እቲ ወግዓዊ ሓበሬታ ዜጋታት ዝተኣሰርዎን ሃገራት ኣብ ሶማል ዝፈጥርኦ ጸገማት ንምርዳእ ዝሕግዝ ምዃኑ ተፈሊጡ ዘሎ። ንዝሓለፈ ኣስታት ሰላሳን ሓሙሽተን ዓመታት ብዘይ ቅዋምን መረፃን ብሓደ ውልቀ መላኺ እንዳተመርሐት ንህዝቢ ኤርትራ ዝገዝእ ዘሎ ጉጅለ ህግደፍ ሰማያዊት ሚኒስትር ሚኒስትሪ ትምህርቲ ከም ዝሾመ ብመንገዲ ዘይወግዓውያን ናይ ሚድያ መሓውራቱ ኣቢሉ ኣፍሊጡ ኣሎ። ጉጅለ ህግደፍ ሃገራዊ ቅዋም ሓጊጋ ፈፃሚ ፈራዲ ኣካል ዘይብላ ሃገር፣ ሃገራዊ ፕሬዚደንት መረፃ፣ ትካላዊ ፖሊሲ፣ ካልእ መሰረታዊ ትካላት መንግስቲ ካብ ካልእ ሓንጊዱ ንዝሓለፈ ልዕሊ ርብዒ ዘመን ህዝቢ ኤርትራ ርእይዎ ኣብ ዘይፈልጥ መግዛእታዊ ምሕደራ ክወድቕ፣ ብሕሰም መነባብሮኡ ናብ ስደት ክፈልስ ገይርዎ ከም ዘሎ እንትፍለጥ፣ እዚ ድማ ብሓደ ውልቀ መላኺ ዝምራሕ ጉጅለ መቐጸልታ ናይቲ ህዝቢ ንምትላል ዝገብሮ ተግባራቱ ሓዳሽ ጓል ኣንስተይቲ ዶክተር ሓሊማ መሓመድ ሚኒስተር ኣብ ሚኒስትሪ ትምህርቲ ምሻሙ ዋላኳ እንተገለጸ ንህዝቢ ኤርትራ መጻኢ ዕድሉ ዝኾነ ይኹን ተራ ክህልዎ ከም ክእል ተነጺሩ ዘሎ። ሚኒስትሪ ትምህርቲ ንኤርትራ ንዝሓለፈ ሸሞንተ ዓመታት ብዘይ ዝኾነ ሚኒስተር ክጓዓዝ ምጽንሑ ንባዕሉ መርኣያ ናይቲ ኣብቲ ጉጅለ ህግደፍ ዝተሰረተ ንሓደ ሰብ መሰረት ዝገበረ ምልክነት እዩ ዝብሉ ኣካላት ብውልቃዊ ድላይ ውልቃዊ ኢሳያስ ዝምራሕ ጉጅለ ህግደፍ ኣብ ሚኒስትሪ ትምህርቲ ሚኒስተር ምሻም ከም ዓብይ ተራ ዓወት ተቆጺሩ ኣሎ። ስማዊ ስልጣን ንዝተውሃበ ሓዳሽ ሚኒስተር ከመጉስ እኳ እንተተቐነኤ ትካላዊ ምሕደራ ክሳብ ዘይሃለወ ግን ምምጻእ እታ ሚኒስትር ጥራሕ ኣብ ስርዓት ትምህርቲ ሃገር ዘበርክ ዝሓትቶ ነገር የለን ክብሉ ድማ ኣንፈታት ሂቡ። ኢሳያስ ኣፈወርቂ ኣብ ስልጣን ዝቐመጡ ሚኒስተራት ውልቃዊ ድላይት ውልቀ መላኺ ካብ ምምላኽ ወጻኢ ከም ሚኒስተራት መጠን ዝኾነ ይኹን ተራ ኣበርክቶን የብሎምን ዝብሉ ኣካላት ብውልቃዊ ተበግሶ ኣብ ኤርትራ ዕቤት ንምርግጋጽ ዝሓሸ ስራሕ ንምስርሕን ኣብ ዝብገሰሉ ሰዓት እውን እንተኾነ ኣብ ዓይኒ ብምእታው ከጠንቅቖም ግዳይ ክገብሮም ዝረኣ ብምዃኑ ኤርትራ ኪንዮ ውልቀ መላኺ ኢሳያስ ትእዛዝ ዝህብ በዓል ስልጣን ዘይብላ ሃገር ኮይና ዘላ ብተዛማዲ ተመኩሮ ንዝነበሮም ክኢላታት ብምሕያር ካብ ስራሕ ከም ዝደስከሉ ብምግባር ስልጣን ሃገር ገቢቱ ብዘይ ዝኾነ ይኹን ሕጋዊ መስርሕ ገባርን ሓዳግን ኮይኑ ዝርከብ ህግደፍ ምምዛዝ ሓዳሽ ሚኒስተር ናይ ለውጢ ስእሊ ተዋሂብዎ ብመንገዲ ማሕበራዊ መራኸቢታት ክንገር ነታ ሚኒስተር ዘመጉ ሴናታት ክስረሐሉ ኣብ ምግባር መቐነዩ ዝፍለጥ እዩ። ይኹን እምበር እታ ሓዳሽ ሚኒስተር ብርኪ ዓቕምታት ብዘየገድስ ትእዛዝ ኢሳያስ ኣፍወርቂ ካብ ምፍጻም ዝሓለፈ ተራ ክህልዎ ስለ ዝኽእል ዝተረኸቦ ስልጣን ጉጅለ ህግደፍ ንህዝቢ ኤርትራ ዝተርፍ ፋይዳ ከም ዘይብሉ ዝሕበር ዘሎ። ዝተረኸበቶ ስልጣን ጉጅለ ህግደፍ ንህዝቢ ኤርትራ ዝተርፍ ፋይዳ የብሉን ይብሉ። ህዝቢ ኤርትራ ንምሒር ባህሪ ጉጅለ ህግደፍ ናይ ገዛእቲ ሓይልታት ምሕደርኡ ተጸይኑ ኣብ ኤርትራ ኩለንተናዊ ለውጢ ሓቂ ከረጋግጽ ኣብ ዝጠልበሉ ዘሎ እዋን ጉጅለ ህግደፍ ስማዊ ስልጣን ሚኒስተር ብምሃብ ስሙ ከጸብቕ ምቅላሱ ንባዕሉ ሃገርና በጺሓቶ ምስ ዘላ ብርኪ ውድቀት ዘረጋግጽ እዩ ዝብሉ ኤርትራውያን እውን ዝተውሃቦም ግብረ መልሲ ንባዕሉ ጉጅለ ህግደፍ ካብ ዝንንዮው ዝተገብረ እናገበረ ካብ ልቢ ህዝቢ ኤርትራ ክምልሶ ዝኽእል ዘይምህላዉ ዘረጋግጽ እዩ ዝብል ርእይቶ እውን ንሃቡ ዝርከቡ እዮም። ኣሜሪካዊ ጸሓፊ ዶክተር ማይክል ሩቢን ኣብ ዝሓለፈ ሳለስታ ብዝዘርግሖ ጽሑፍ ዶናልድ ትራምፕ ኣብ ልዕሊ ንኤርትራ ህዝባን ንረሚሱ ዝርከብ ኢሳያስ ኣፈወርቂ ስጉምቲ ክወስድ ኣለዎ ክብል ጻውዒት ኣቕሪቡ። ኢሳያስ ኣፈወርቂ ኣብ ልዕሊ ኣሜሪካዊ ዜግነት ዘለዎም ዜጋታት ኤርትራ ከቢድ ግሰት ይፍጸም ኣሎ ዝብል ሓበሬታ ኣሜሪካዊ ዜግነት ዘለዎም ሰባት እውን ጨዊ ምህላዉ ኣብ ክፍ ዝጠቐሰ ዶክተር ማይክል ሩቢን ትራምፕ ኣብ ልዕሊ ፀረ ኣሜሪካ ኣተሓሳስባ ዘለዎም ንውልቀ መለኽቲ ዝወስዶ ዘሎ ስጉምቲ ብምንኣድ እዩ ልዕሊ ኣብ ልዕሊ ፕሬዚደንት ኢሳያስ እውን ተመሳሳሊ ስጉምቲ ክወስድ ፀዊዑ። ትራምፕ ነቲ ኣብ ቬንዙዋላ ብምዃን ዝፍክር ዝነበረ ፕሬዚደንት ማድሮ ኣብ ምእሳር ዝወሰዶ ስጉምቲ ኣብ ልዕሊ ኢራን ረሚሱ ዝርከብ መንግስቲ ኣያቶላህ ኣሊ ካሚኒ ዝኽተሎ ዘሎ ኣገባብ ከም ኣብነት ብምጥ ቃስ ድማ ንውሳነ እቲ ፕሬዚደንት ከም ዝድግፍ ዝገለጸ ዶክተር ማይክል ኣያቶላህ ኣሊ ካሚኒ በይኑ ክኸይድ የብሉን ብምባል እሳያስ እውን ኣካል ናይቲ ውልቀ መለኽቲ ንምጽልጻል ዝካየድ ዘሎ ትርሒት ክኸውን ከም ዝኽእል እዩ ዝገለጸ። ወተሃደራዊ መርከብ ኣብርሃም ሊንከን ኣሜሪካ ኣብ ናይ ማእኸል ምብራቕ እትገብሮ ጉዕዞ ንኣፍደገ ባሕሪ ኤርትራ ተጸጊዕካ ዝግበር ጉዕዞ ምዃኑ ዝጠቐሰ ዶክተር ማይክል ሩቢን ትራምፕ ኣብ ኢራን ቅድሚ ምሕሳቡ ነቲ ኣብ ዓዲ ሃሎ ብምዃን ደረት ኣልቦ ግፍዕታት ኣብ ምውራድ ዝርከብ እሳያስ ኣፈወርቂ እውን ክሓንቁ ከይግባእ ክብል እዩ ኣጠንቂቑ ዘሎ። መረፃ ቦርድ ኢትዮጵያ ኣብ ትግራይ ንዝካየድ ምዝገባ መረፅቲ ምድላው ክዛዝሙ ተሓሳሲቡ። ብሄራዊ መረፃ ቦርድ ኢትዮጵያ ንመበል ሸውዓይ ግዜ ዝካየድ ሃገራዊ መረፃ 2018 መበገስ ብምግባር ኣብ ትግራይ ዝርከቡ ኣብያተ ፅሕፈታት መረፃ ጣብያታት መረፃ ዘድሊ ምድላው ዛዚሞም ክፅበዩ ፀዊዑ። ቦርድ ናብ ግዜያዊ ምምሕዳር ክልል ትግራይ ኣብ ዝለኣኾ ዕላዊ ደብዳቤ ከም ዝገለጾ፣ ምዝገባ መረጽቲ ጣብያታት ካብ ለካቲት ሸውዓተ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ክካየድ ድማ ኣተሓሳሲቡ ዘሎ። ክሳብ ሕዚ ሕጋዊ ኣፍልጦ ዘይረኸበ ህዝባዊ ወያነ ሓርነት ትግራይ መረጻ ኣይካየድን፣ ሕጋዊ ኣፍልጦ ከይረኸብኩ መረጻ ኣይካየድን ዝብል ትሕዝቶ ዘለዎ መርገጽታት ከስምዕ ዝጸንሐ እንትኸውን፣ ውዕሊ ፕሪቶርያ ከይተፈጸመ ኣብ ትግራይ ድማ መረጻ ኣይካየድን ዝብሉ ተቓወምቲ ውድባት ዝተፈላለዩ መግለፅታት ክገልፁ ዝፅንሑ እዮም። ተኸታተልትን ፍተውትን ሕርያኖስ ኒውስ ዜናታት ዝዕለት እዞም ክሳብ ሕዚ ክትከታተልዎም ዝፅናሕኩም ይመስሉ ነይሮም። ቻናልና ላይክ፣ ሼር፣ ሳብስክራይብ ብምግባር ፈላማይ ሕርኦም ይግበሩ።